ሰላምን ጥዕናን ንዓኹም እውን ኩላት ሰማዕቲ ከም ይቅኒኹም እዚ ሰዶ ኢንተርቴንመንት እዩ ኣብ ዝሓለፈ ረቡዕ ድማ መበል ቀዳማይ ክፋል ዛንታ ሃይስኩል ኣብ ዓስራይ ምዕራፍ ተኸታቲልና ምንባር ነዝክር ኮይኑ መበል ካልኣይ ክፋል ዛንታ ሃይስኩል ኣብ ዓስራይ ምዕራፍ ሒዘ ተመሊሰኩም ኣለኹ ክብራት ሰማዕቲ ንምሉእ ምክታል ናፍቲያ ዛንታ ከብለኩም እየ ሰናይ ምክታል። ኣብ ህይወት ዘለና መረዳእታ ክፈላለ ይኽእል እዩ ምናልባት ኣነ ኣብ ግዜ ንእስነተይ ዘሕለፍክዎ ብዙሕ ነገራት ናይ ህይወተይ መምህር ኮይኑ ክህሉ ይኽእል እዩ ምስዚ ንስኺ ትዛረብዮ ዘለኺ ሙሉእ ብምሉእ ይሰማማዕ ክብለኪ ይክእል እነ ብገለ ክፋሉ ግን ክቕበለኪ ክፍትን እየ ሓደ ሓደ ግዜ ግን ምስ ነብስኺ ዘለኪ ዕላል ዝያዳ ክተስፍሕን ኣብ ምስትንታን ሓያል ክትኮንን እየ ዝመኽረኪ ክበኣሰኪ ይደልን እየ እንተ ደኣ ተባኢሰኪ ውሽጠይ ባዶ ክኸውን ምዃኑ ስለ ዝፈልጥ ኣብ ገለገለ ግዜ ንዓኺ ከም ዘይትፈልጥ ርአ እውን እንዳማዕድኩ ክነብር ድሌተይ ኣይኮነን ኤልዳና ብርግጽ ሓያል ጓል ኢኺ ኣብ ሂወት ዘለኪ ተመክሮ ግን ውሑድ እዩ ኣነ ብቑሩብ ዕድመ ይዓብየኪ ክኸውን ይኽእል እየ ዝሓለፍኩ ሂወት ግን ከም ኣቐዲመ ዝበልኩኺ ብዙሕ መምህር ኮይኑኒ እዩ እሞ ሓደራኺ ነቲ በፂሕክዮ ዘለኺ ጫፍ ጥርዚ ናይ ኮንፊደንስ ቁሩብ ኣጉዲልኪ ብፍልጠት ምለዮ ኮንፊደንስ ኣለኒ ምባል ጥራይ ኮንፊደንስ ከም ዘለወካ ይገብረካኒ ኤልዱየ ብሮክሌት ይግበረልኪ እዚኣ ጽሕፍቲ እዚኣ ካብ ፍናን እያ ተጻሒፋ ፍናን ኣብ ስርሑ ዝተላለያ ኤልዳና ትበሃል ጓል ድሮ ክወጽን ክዕልልን ጀሚሩ ኣሎ ድሕሪ ማዕርግ ካብ ሽወደን ናብ ኣስመራ ምምላሱ ንህይወቱ ብገለ ክፋላ ክፈቕዳ ጀሚሩ እዩ ነብሱ ረሲዑ ንህይወት ዝቃለስ ዝነበረ ፍናን ኣብዚ ግዜ እዚ ግን ካልእቱ ከም ተድልዮ ግዲ ንነብሱ ኣረዲእዎ ኮይኑ ምስ ኤልዳና ገለ ተምሳጥ ኣሕዲርዎ ነበረ ኣብተን ውሑዳት ሻሂ ክሰትዩ ኢሎም ዝወጽእወን ግዜ ድማ፣ ኤልዳና ትርእዮ ዝነበረት ዘይከውን ባህሪ ስለ ዘሕርቖ፣ ካብኣ ክርሕቕ ይፍትን። እታ እንኮ ውሽጡ ዝተቐበላ ጓል ንሳ ስለ ዝነበረት ግን ብተደጋጋሚ ነቲ ዝስምዖ ዝነበረ ሕማቕ ስምዒታት ንጎኒ እንዳገደፈ ክረኽባን ክዕላን እዩ ዝደሊ። ኤልዳና ገና ጋል ዓሰርተ ሸውዓተ ዓመት እያ ዘላ። ካብኡ ድማ ብሽዱሽተ ዓመት እያ ትንእስ። ምስ ኤልዳና ዝነበሮ ርክብ ኩሉ ክዓሙቕ እሞ ናብ ፍቕራዊ ህይወት ክሰግረሉ ድማ ትምኒት እዩ ብመልክዓ ከምታ ንሱ ዝደልያ ጓል እያ ጠባያ ብዙሕ ነገራት ገዲፍካ እቲ ትህቦ ዝነበረት ሓሳባት ብገለ ክፋል እውን ንውሽጡ ይመለዩ እቲ ኦቨር ኮንፊደንስ ምዃና ንዘይትፈልጦ ነገራት ከም ትፈልጦ ኮይና ዓብላሊ ባህሪ ምርኣያ ግን ገና ከይጀመሩ ከለዉ ስክፍታ ፈጢሩሉ እዩ ንጌጋታታ ኣይትቕበልን እያ ብዕጽፊ ጌጋታት እያ ትድርዖ ነይራ። እዚ ስክፍታ ስለ ዝፈጠረሉ'ዩ ድማ ቅድሚ ምድቃሱ ሞባይሉ ሒዙ ኣብ ዋትስኣቡ ኣሕጽር ኣቢሉ ጽሒፉ ስምዒቱ ዝለኣኸላ። ኤልዳና ነቲ ጽሒፉ ዝሰደደላ ይረዳእያ ኣይረዳእያ ብዘየገድስ ክተንብቦ ምዃናን ክትካትዖ ምዃናን እውን ከም ትሕዝኡ ወሲድዎ ነይሩ። ፍናን ብተደጋጋሚ ምስ ብዙሓት ኣዋልድ ተላለዩ። ብፍቕራዊ ህይወት ጀሚሩ ዝነበረ ግን ገና ብንእሽው እንከሎ ሃና ትበሃል ሓንቲ ጓል ጥራይ እያ። ብድሕሪ ሃና ዝኾነ ፍቕራዊ ዝምድና ምስ ዝኾነት ጓል ኣይጀመረን። ጉዳይ ማዕርግን ጉዳይ ሄርሞንን ካብቲ ቀንዲ ንርእሱ ዝሓዞ እዩ ነይሩ። ኣብ ጽሑፉ ኣነ ዋላ ሽሕ ግዜ ካባኺ ብውሑድ ዕድመታት ይዕበ እምበር ኣብ ህይወት ዝጸገብክዎ ተመክሮ የለኒ ምባሉ ድማ ነቲ ካብ ግዜ ቁልዕነቱ ጀሚሩ ዝላደዮ ነቲ ብዙሕ ሽግራት ዝረኣዮ ነቲ ክንደይ መከራታት ሓሊፉ ከም ሄሮ ኮይኑ ዝወጻሉ ህይወቱ ንሳ ብዕጽፍታት ክትዓብዮ ዘይኮነስ ብዕጽፍታት ንእሽተይ ምዃና ክረዳእ ስለ ዝደለየ እዩ ምስ ኤልዳና ተላልዮም እምበር ገና ብዛዕባ ታሪኽ ህይወቱ ኣየዕለላን ከም ተራ ሰብ ናብ ሽወደን ባሕሪ ሰጊሩ ዝመጸ ጥራሕ'ዩ ዝመስላ። ንሱ ዝሓለፎ ክንደይ መከራን ጸገምን ከይትሰምዕ ድማ ነቲ ንሳ ኣብ ሃይስኩል ዘሕለፈቶ ውሑድ ሽግራት እንዳዕለለት ነቲ ምሸታት ስለ እትዕብልሎ ዝነበረት ዋላ ሓደ ነገር ብዛዕብኡ ኣይትፈልጥን'ያ። ፍናን እቲ መሪር ህይወት የሕሊፈ'የ ኢላ እተዕልሎ ዕላላት ኩሉ ኣይምስጦን'ዩ። ክሰምዓ ስለ ዘለዎ ግን ኣእምርኡ ፍርቁ ናብ ካልእ ልኢኹ ፍርቁ ድማ ንዓኣ ሂቡ'ዩ ዝሰምዓ። መን ኢኻ? እንታይ ኢኻ ኣይበለቶን። ነቲ ሓንቲ ግዜ ዝረኣየቶ መሳኺ ባህሩ ጥራይ ርእያ። ምስኡ ብዙሕ ነገራት ክተሕልፍ ከም እትኽእል ዝኣመነት ኤልዳና ድማ፣ ናይ ውሽጣ ኣተዕልሎ ጽን ኢሉ ዝሰምዓ ወዲ ረኺባ። ኣብ ሃይስኩል ከለኹ ከምዚ ተገበርኩ፣ ስድራቤተይ ከምዚ ተገዝኡለይ፣ መሓዙተይ ከምዚ ጊፍት እንተምጽኣለይ እንዳበለት ነተን ክልተ ሰዓት ድን ሰለስተ ሰዓት ብሓንሳብ ዘምስይወን ዝነበሩ ግዜ ምሉእ ብምሉእ'ያ እተዕብልለን ዝነበረት። ነቲ ንሳ እትብሎ ዝነበረት ተዘይስሒቕላ ወይ ድማ ጽቡቕ ገይሩ ተዘይተገሪምላ ድማ ትባእሶ። ከምዚ ዘሕልፍ ዝነበረ ፍናን ድማ ከምዚ ኢለ ክነብር ናብራ ኣይኮነን። ስለዚ ገና ክንጅምር ከለና ወርሒ ክልተ ወርሒ ከይገበርና ከለና እቲ ኣነ ዝደልዮ ነገራት ብምሉእ ክትርድኦ ኣለዋ ኢሉ ስለ ዝሓሰበ እዩ ዋትስኣፕ ኣልዒሉ ጽሑፍ ሰዲድላ። ኤልዳና ነታ ዝመጸታ ጽሕፍቲ ክተንብባ ጸኒሓ ሞባይል ኣልዒላ ናብ ፍናን ደወለት ፍናን ሃለው ኢሉ ተቐበላ ከመይ ኣምሲኻ ኣምላኽ መስገን የለ ሚስ ዩ ሶ ማች ሓንሳብ ሱጽናሃልካ እንታይ ኸ ጽሒፍካለይ ዘለኻ ገሌ ቀስ ኢልካ ባሞ ተዛረብኒ ቀስ ኢልካ ተዛረብኒ ክትብለኒ እንታይ ካብ ፅሒፍካለይ ዘለኻ ክትዛረብን ትኽእል ተኾንካ ብኣከለይ ትነግረኒ እ ኣነ ሓንሳብ ፅንሒ ዘረባ ተኾሊፍዋ ዝስቕ ምስ በለት ንሱ ክዛረብ ዕድል ረኸበ ኣነ እኮ ዝኾነ ሕማቕ ነገር ሓሲበ ይኮንኩን ፅሒፈልኪ የለ ትማሊ ገፅኪ እንዳረኣኹ ክዛረበ ክፈቲነ ብኣካል ኣብ ንራኸበሉ ግዜ ድማ ብዙሕ ነገር ገለ ክብለኪ ይደሊ እሞ ግን ከተዛረብኒ ትኽእልን ኢኺ ብቻ ስመነይ ኣነ ሕማቕ ሓሲበ ይሰደድኩልክን እንኮብ ልበይ እትያ ዘለኹ ጓል ንስኺ ኢኺ እንዳተመኻኸርና ጌጋኺ እንዳነገርኩኺ ጌጋይ እንዳነገርክኒ ድማ ካልእ ክንከውን ከም እንኽእል ኣምነ ድሓን ድሓን ሰሚዐካ ኣለኹ ፅባሕ ክድብለልከ ግባ ቢላ ብእዝኑ ዓፀወቶ ፍናን ደጊሙ ክምለሳ ኣይመረፀን ነታ ዝተዓጸወት ተሌፎን ጥራይ ናብ ጎኑ ኣብ ሳሎን ድርብይ ኣበላ። እንታይ ትብለኒ ደላ ክሓስብ ጀመረ ብርግጽ ቀዳመይቲ መዓልቲ ተራኺቦም ሻሂ ሰትዮም ኣብ ካልኣይ መዓልቲ ብሓንሳብ ኣምስዮም ደፋር ባህሪ ናይ ፍናን ምስ ደፈራ ድማ ብኡቢሎም እዕሩኽ ኮይኖም እዮም ድፍረቱ ምሒር ዝዓሙቕ ኣይነበረን ናብ ገዝኣ ከፋንዋ እንክሎ ብክሳዳ ስሒቡን ከንፈራ ዘላገበን ከናፍሩ ግን ብውብ ኢለን ናይ ፍቕራዊ ጉዕዞኦም ፈሪመን ዝጀመራየን ነይረን። ድሕሪዚ ግዜ ድማ እቲ ጀሚርዎ ዝነበረ ፍቕራዊ ዝምድና ብምሉእ ልቡ ክኣትዎ ስለ ዝደለየ እዩ ሓደ ሓደ ዝሪኦም ዝነበረ ጌጋታት ኣብ ምእራም ሓይሉ ከርኢ ዝደለየ። ተሌፎኑ ዓጽዩ ድማ ብኡቢሉ ደቀሰ። ኤልዳና ኣብ ገዛ ክተዕገርግር ጀመረት ጌጋ የብለይን ኣነ ቅንዕቲ እየ ኣነ እታ ዝበለጽኩ ሰብ እየ ስድራ ቤተይ ኩሉ ግዜ ቅንዕቲ ኢኹም ዝብሉኒ ኣደይ ንስኺ ብልጽቲ ኢኺ ትብለኒ ዝብል ዝነበረ መረዳእታ ጌጋ ኣለኪ ዝብል ቴክስት ካብቲ ዝተፈላለየቶ ፍናን ምስ መጻ ድማ ትሕዞን ትጭብጦን ጠፊእዋ ክተዕገርግር ጀሚራ ነበረት ካብ መደቀሲኣ ተሲኣ ድማ ናብታ መማኽርተይን መሓዛይን ትብላ ኣዲኣ ከደት። ወላዲታ ጓላ ተሃንዲዳ ስለ ዝመጸታ ቀስ ኢላ ክተርግኣ ከም ዘለዋ ድማ ትፈልጥ እያ። ኤልዳና ጓለይ ኣይደሓንክ እንደ እንታይ ክደሕን ደኣ ንስኺ ኮንፊደንስ ደብልኪ ኦቨር ኮንፊደንስ ኢኺ ኣይትሰምዕን ኢኺ በይንኺ ክትዛረቢ ክብለኒ መን ይኾም ኢሉ ገዛ ጓለይ ንሱ ዋእ ኣነ ዶ ወረከ ባዕሉ እንዲ ግዲ ንፍቕሪ ዳሓተተኒ ቀስ በለ የለ ፍና እንዲ ኮም ኢልኪ እወ ንሱ ኣነ እኮ ግዲ ናብ ፍቕሪ ንእቶ ይበልኩን ዘየድልየ ተኮይኑ እኮ ክጥንጥኖ ይኽእል እዩ ሓንሳብ ዛጓለይ ኮም ይበሃልን እዩ ገና ሕጂ እንዲኹም ጀሚርኩም ፍናን ድማ ደየስተውዓልኩ ኣለኹ እምበር ኣዝዩ ረዚን ወዲ እዩ ከምዚኦም ዓይነት ኣወዳት ከተረክብ ድማ ቀሊል ኣይኮነን ኤልድየ ድሓር ከኣ በዚ ሎሚ ኣብ ኣፍካ ጌጋኻ ዝነግረካ ሰብ ከ ኣበይ ክርከብ ድዩ ጌጋይ ዘይኮነ ነጊርኒ ንስኺ ኣይትሰምዕን ኢኺ ሳክት ኢኺ እኮ ኢልኒ ከምኡ ኣይብለክን ድሓን ፍናን እንታ ከምኣ ዝበለኪ ክተርእኒ ትኽእሊ መማያ ከዓ ዲኮውን እስኪ ትዛረቢ እቲ ፅሑፉ ግን ከምኡ እዩ ዘስምዕ በቃ ሓረሽ ድሓን ሕጂ ደቂ ስሙኒ ፅባሕ ትድውልሉ ኮፍ ኢልኪ ድማ ሓደ ብሓደ ነጥቢ ብነጥቢ ጽሒፍኪ ኣብታ ጣውላ ኢኺ ተዋጥረዮ እምበር እዚ ስኢልካ ከም ናይ ቆልዓ ኣብ ገዛኻ ገለ ከምዚ ኣየድልን እዩ ሳጓለይ ሕራይ ሕጂ ኪዲ ደቅሲ ወላዲታ ናብ ዓራት ኣፋነወታ ኤልዳና ድማ ከምቲ ወላዲታ ዝበለታ ኣብ ዓራታ ኮይና ንእሽተይ ነትቦ ካልዒላ ፒሮ ኣብ ኢዳ ሒዛ ነታ ቴክስት እንዳንበበት ነጥብታት እንዳኣከበት ቁፅሪ ሓደ ቁፅሪ ክልተ ብምባል ንፅባሒቱ ኣንጊያ ምስኡ ትዘራረቦ ዘረባታት ኩሉ ክሳብ ዓሰርተ ነጥብታት ሰርዐቶ፣ ድሕርዚ ድማ በጥ ኢላ ደቀሰት። ሰዓት ሰለስተን ፈራቐን ናይ ለይቲ እዩ ነይሩ ትዕድልቲ ድቃስ ኣብዎ ኣብ ዓራት ክዕግርግርን ክዕለብጥን ይሓዲሩ ሄርሞን ግን ድሕሪ'ቲ ወጺኦሞ ዘምሰዩ ናብ ገዝኣ ተመሊሳ ነብሳ ተሓጻጺባ በጥ ኢላ ደቂሳ ነይራ። ትዕድልቲ ናብ ሄርሞን ደጋጊሙ'ዩ ዝጥምት። ብሒቝኣ ደቂሳ ጸኒሓ ደሓር ግን ናብ ጎኒ ተዓጺፋ ናብኡ ምስ ተጠወየት ገጻ ናብኡ ይርኢ ስለ ዝነበረ ናብ ኣዕንታ ኣትኪሉ ይጥምታ። ነቲ ካብ ኣፍንጫኣ ዝወጽእ ዝነበረ ብትሑት ድምጺ ዝስማዕ ዝነበረ ትንፋሳ ድማ ብኣጻብዕቱ ገይሩ ይዕቅኖ። ነቲ ትንፋስ ድማ ናብ ኣፍንጭኡ ኣቕሪቡ ይሽትቶ። ብርግጽ ዋላ እኮ ዝኾነ ሽታ ይንበሮ እምበር ንሱስ ናብ ውሽጡ እትዩ ንስምዒታቱ ዘበራብረሉ ዝነበረ። ብርግጽ ንሄርሞን ካብ ልቡ ከም ዘፍቅራ ዘረጋግጸሉ ብዙሕ ምኽንያታት ነይርዎ እዩ። እቲ ንሳ ተርእዮ ዝነበረት ባህሪ ንጎኒ ገዲፉ ምስ ሄርሞን ንዓመታት ዝኸደ ፍቕራ ኣብ ውሽጡ ስለ ዝሰረጸ ድማ ኩሉ ዓይነት ሽታታት ናይ ሄርሞን ንዕኡ ፍሉይ ግርማ እዩ ዝፈጥረሉ። ጸጸኒሑ ድማ ንምዕጉርታ ትንክፍ ትንክፍ የብሎ። ኣብ ግንባራ ዝነበረ ብሪቕሪቕ ዝብል ዝነበረ ናይ ለይቲ መደቀሲኣ ሽየባታሪ ድማ በእዳው ገይሩ ለማጽ ይገብሮ። ድቃስ'ዩ ኣብይዎ። ትዕድልቲ ስለምንታይ ድቃስ ኣብይዎ ንዕኡ ንጹር ኣይነበረን። ድቃስ ክዕብዮ ዝኽእል ብዙሕ ምኽንያታት ግን ነይርዎ'ዩ። ኣብ ናብራ ተጨኒቑ ዘይፈልጥ ትዕድልቲ ብፍቕሪ ንሄርሞን ግን ኩሉ ግዜ ምስ ተሳዕረ'ዩ። ምስኡ ኣብ ሓደ ገዛ ተጠርኒፋ ክትነብር ካብ እትጅምር ድሮ ኣዋርሕ ኮይኑ ኣሎ። ብተደጋጋሚ እውን ርክብ ገይሮም እዮም። ሄርሞን ግን ገና ኣይጠነሰትን ኣላ። ስለምንታይ ኣይጠነሰትን ንጎኒ ገዲፉ ሕጉስ ህይወት ምስኣ ከሕልፍ ከም ዝኾነ ግን ይፈልጥ እዩ። ወላዲቱ ደጋጊማ ደው ኢላ ብዛዕባ እቲ ዝሰምዐቶ ተጨንቆ እያ። ትዕድልቲ ወደይ፣ ንስኻ ናተይ ትዕድልቲ ኢኻ፣ ክትወልደለይ ክትዘምደለይ ድማ ዝደሊ። ኣብ ዝኾነ ይኹን ግዜ ክትወልድን ክትዘምድን ከም ዘለካ እየ ዝፈልጥ። ዘይትወልድ ጋል ሰብ ኣምጺኻ ከም ዘለኻ ግን ሰሚዐ ትብል ቃላ ንሰለስተ ኣዋርሕ ዝኸውን ሰላምታ እግዝኣብሄር ከም ዘይብሎም ውን ጌራቶም እያ ትዕድልቲ ብሄርሞን ዝመጾ ኩሉ ሰብ ጸላዩ እዩ ዝኾነ ይኹን ርእይቶ ብዛዕባ ሄርሞን ክሰምዕ ኣይደልን እዩ እዝኑ ጸሚሙ እዩ ንሳ ወይ ሞት እውን ዘሚሩ እዩ ሄርሞን በቲ ንዕኡ ዘለዎ ፍቕሪ መዝሚዛ እንተ ደኣ ክትብድሎ ፈቲና ድማ፣ ዋላ ህይወታ ክወስድ ዝኽእል ኣብ ውሽጡ ናብ ኣሲድ ዝተቐየረ ስምዒት ከም ዘሎ እውን እሰማማዕ እየ። ኣብ ከምዚ ዓሚቝ ሓሳብ ከሎ ግን ሕጂ እውን ካልእ ሓደጋ ኣጋጠመ። ሄርሞን ደቂሳ ክትሕርንኽ ጸኒሓ። ከናፍራ ክዛረባ ክንቀሳቐሳ ረኣየን። እቲ ትዛረቦ ዝነበረት ኣብ ትሕቲ ጽንፊ ናይ ኣእምሮኣ ዝነበረ ሕልማ እዩ። ማዕርገይሲ ንዓኪ ሓቲትካለይ ማዕርገይሲ ኣበይ ከም ዘለኩ ኪሓትትካ ቴሌፎን ዓጺኻ ዝብል ብሃሳስ ድምፂ ዝወፅእ ዝነበረ ድምፃ ሙሉእ ብሙሉእ ኣብ እዝኒ ትዕድልቲ በፅሐ ትዕድልቲ ኣካላቱ ፈጥፈጥ ክብል ጀመረ እቲ ዘጨንቆ ዝነበረ ቀንዲ ምክንያት እቲ ብቐትሪ ዝሓሰወቶን ብቐትሪ ዝበለቶን እዩ ዝነበረ ተወሳኺ ኣብ ሕልማ ከምኡ ምባላ ድማ ሙሉእ ብሙሉእ ምስኡ ከም ዘየላ ዘረጋግጽ ነበረ። ሄርሞን ነዘን ቃላት ትደግመን ነይራ። ናብኡ ገጻ ጸኒሓ ድማ ተገምጢላ ሕቖ ሃበቶ። እቲ ኣብ እምርኡ ዝጸንሐ ርቡሽ መንፈስ መሊሱ ወሰኸ። እቲ ናታ ድምፂ ድማ ብተደጋጋሚ ወሰኸ። ቅጭ ምስ መጾ ካብ ዝነበሮ ዓራት ተስዩ ናብ ሳሎን ከደ። ኣብ ሳሎን ድማ ክልተ እጋሩ ደጊፉ ሕቑኡ ኣጸጊዑ ናብ ፊቱ እንዳጠመተ ካብ ኣዕንቱ ንብዓት ጎረር ኣበለ። ትዕድልቲ እንታይ ትገብር ኣለኻ? ትዕድልቲ እንታይ ኢኻ ትገብር ዘለኻ? ንነብሱ ደጋጊሙ ሓተታ። መልሲ ክረክብ ከም ዘይኮነ ይፈልጥ እዩ። እንታይ ይገብር ከም ዘሎ እውን ኣረጋጊጹ ይፈልጥ እዩ። ንሳ ማዕርግ ምባላ ከም ቅቡል ክወስድ ከም ዘለዎ እውን ይፈልጥ እዩ ንዓመታት ብፍቕሪ ሓደ ወዲ ዝተጸለለት ጓል ንሱ ድማ ንዓመታት ብፍቕሪ ሓንቲ ጓል ዝተጸለሉ ክልተ ሰባት እዮም ንሱ ሄርሞነ እንተደገመ ኩሉ ዓይነት ዋጋ እንተኸፈለ ስለ ዘፍቀረ ዘይኮነን ንሳስ ማዕርገይ እንተበለት ስለ ዘፍቀረት ዘይኮነትን ነዛ ሓቂ እዚ ትቕበል ዶ ይትቕበልን ዝብል ከቢድ ሕቶ ዝመጾ ትዕድልቲ ክሃድም ፈተነ ኣነ እንተፍቀርክዎ ኣብ ጎንናዮ ዘለኹ በለ ማዕረግ ግን ክተፍቅሮ ኣይትኽእልን ብዙሕ ግዜ ንልባ ሰበረየ ድማ መመኽኔታታት ኣምፀ ብርግፅ ንሳ ማዕርግ ምባል ኣብ ሕልሚ እያ ነይራ እሕድገኒ ውሰደኒ ካልእ ወዲ ነዊሕ ዓመት ኣብ ልበይ ኣስፊረ እንተ ደኣ ሰብኣይ ኮንካ መናጢልካ ኣብ ውሽጥኻ ስፍረኒ ድማ ኢላቶ እያ ነዚ ሓቂ እዚ ተቐቢሉን ክገብሮ ከም ዝኾነ ቃል ኣትዩን እዩ ምስ ኣብ ፍቕሪ ዝጀመረ ሄርሞን ግን ደንጉያ ነቲ ኣብ ውሽጣ ዝነገሰ ወዲ ክትኣሊ ደንጉያ ኩሉ ነገር ዝደለየቶ እኳ ገይርላ እዩ ኣብ ዓለም ክንዲ ተኸፍቅራ ዝኽእል ኣፍቂርዋ እዩ ኩሉ ጫፋት ናይዚ ዓለም በፂሕዎ እዩ ክመቕላ ዝነበረ ስምዒት መቒልዋ እዩ እቶም ዝነበርዎ ቃላት እውን ሂብዋ እዩ ግን ኣይመንጠላን ኣብ ውሽጣ ክሰፍር ኣይከኣለን ቀትርን ለይትን ምስኡ ኣካላ መንፈሳ ግን ምስ መዓርግ ነዚ ከቢድ ስቓይ እዚ ከሕልፍ ዝተፈርደ ሓደ ገንሸል ምዃኑ ምስ ነብሱ ተራድእ። ሕጂ እውን ክዛረብ የብለይን በለ። ናብ ውሽጡ ዓቀቦ። ኣብ ውሽጡ ዝዕቀብ ዝነበረ ብዙሕ ብስጭታት ግን ሓደ መዓልቲ ከየዕንዎ ከቢድ ፍርሓቱን ስግኣቱን ነበረ። ካብ ዝነበሮ ሳሎን ተሲኡ ድማ ናብ ዓራት ተመልሰ። ኣብ ዓራት እታ ዝገደፋ ሄርሞን በጥ ኢላ ክትድቅስን ክትሕርንኽን ረኣያ። ነቲ ተኸዲናቶ ዝነበረት ኮቦርታ ድማ ኣስተኻኽላ በለላ። ብጎና ደቂሱ እዕዳኡ ብክልተ እዳዋ ኣሕሊፉ ብከብዳ ስሕብ ኣቢሉ ናብኡ ሕኹፍ ኣቢልዋ ደቀሰ። ነብሱ ደቂሱ እምበር ኣእምሮ ኣይደቀሰን። ገና ክሓቕፈኪ ክውንነኪ ዘስምዕ ዘይዘልቕ ተሪር ሕቑፊ እዩ ዝነበረ። ነቲ ናብ ሳሎን ከይዱ ምስ ነብሱ ክካጥዑ ዝጸንሐ ብዙሓት ሓቅታት ድማ መልሲ ዝረኸበሉ መሰለ። ክምንጽሓኪየ ክምንጥለኪየ እናበለ ድማ ንዘበሮ ዓቕሊ መሊሱ ክውስኸሉ ከም ዘለዎ ምስ ነብሱ ተረረድዩ በንጢሩ ደቀሰ ማዕርጉ ግሕ እንተ ደኣ ኢላትሉ ኣብ ግዝኡ ኮፍ ስለ ዘይብል ናብ ቀጽሪ ኤክስፖ ከይዱ ኣብኡ ክውዕል መሪጹ። ኤክስፖ ውሽጢ ኣትዩ ድማ በይኑ ዘወር ክብል ጸኒሑ ኣብ ትሕቲ ሓንቲ ገረብ ኮፍ ኢሉ መጽሓፍ ከንብብ ጀመረ። እታ ዘንብባ ዝነበረ መጽሓፍ ሄርሞን ዝጸሓፈታ ናይ ውልቂ ህይወቱ ዛንታ እያ። ሄርሞን ኩሉ ኣብ ህይወቶም ዘጋጠሞም ሓደ ብሓደ ኣብታ መጽሓፍ ኣስፊራቶ ነይራ። ማዕርግ ድማ ብዘይ ምቁራጽ ሓሙሽተ ግዜ ኣንቢብዋ እዩ። የንብባ ይውድኣ መሊሱ ይደግማ መሊሱ ይደግማ ሕጂ እውን ይደግማ እዩ ዘሎ እቲ ተጻሒፉ ዝነበረ ኩሉ ንማህደር ዝኽርታቱ ገናጺሉ ሓደ ብሓደ ምስ ስምዒታቱ ስለ ዘዛረቦ ድማ ንኹሉ ቀስ ኢሉ ርግእ ኢሉ ኣብ ውሽጡ እትዩ ዘስተንትኖ ዝነበረ ብፊቱ ሓንቲ ጓል ክትመጽእ ረኣያ እታ ጓል ምስ ካልኣይታ ነይራ ደቀን ኣርሒቖም ይጻወቱ ነይሮም ክልቲኤን ግን ናብኡ ሰጒመን ኣብ ጥቕኡ በጽሓ። ከዛርባኦ ይመጻ ከም ዘለዋ ኩነታተን ነጊርዎ እዩ። ኣብ ጥቕኡ በጺሐን ኣእዳወን ምስ ሰደዳሉ ግን ነታ ሒዝዋ ዝነበረ መጽሓፍ ዕጽፍ ኣቢሉ ብድድ ኢሉ ተሰ ማዕረ ከመይ ኣለኻ? እታ ቀያሕ ነዋሕ ጓል ሓቲታቶ። እታ ካልኢታ ግን ፍሽኽ ኢላ ጥራይ ኣእዳዋ ሰዲዳ ስቕ በለት። ጽቡቕ ገይሮም ሰላም ተባሂሎም እዮም። ዘኪርካኒ ኣለኻ ዶ? ደጊማ ሓቲታቶ እታ ቀያሕ ነዋሕ ጓል። ኣይዘከርኩኽን። ክዝክራ ተቐሊሱ ገጻ ኣትኪሉ ጠሚትዋ። ብዝኾነ ይኹን መንገዲ ግን ክዝክር ኣይከኣለን። ንዓይ ረሲዕካኒ? ሓቅኻ ኢኻ ግዜ እንዲ ከኣ ነዊሑ ቁሩብ ከ እንታይ ትዝክር እስከ? እዋይ እንዴ ኣበይ እሞ እስኪ ቁሩብ ኣትሕዝኒ። ተማሃሮ ሃይስኩል ከለና ኣይ እዋይ ኣንታ ሎምሲ ናይ ብሓቂ ከም መዓርግ ዲኻ? እወ ጽቡቕ ኣለኺ ኣነ መዓርግ እየ። ኣብ ኣስመራ ሓፈሻዊ ተማሂርካ ምሽዶ? እወ ኣስመራ ሓፈሻዊ እየ ተማሂረ። በዓል ኮኾብ ሄርሞን ትዝክረን ዶ? ዋ ጽቡቅ ገይረ ዝክረን እሞ ማሓዘአን መን ትዝክር ኦ ማይ ጋድ ያኔት ጥራይ ከይትኾኒ ስኺ እወ ያነት ክርትም ኢላ ሰሓቐት ነጢራ ኣብ ሕቕፉ ኣተወት። ክልቲኦም ድማ ናይ ነዊሕ ዓመታት ተሓቝፎም ተሰዓዓሙ። እተን ክልተ ድምጽታት ሳልሰይተን ያኔት ድማ ብቐጥታ ናብ ኣእምሮ ናይ ማዕርግ መጻ። ያኔት ማለት እታ ዝወዓየት መሓዝእን እያ ነይራ። ብዙሕ ግዜ ድማ ሃርሞኒ ኰይኑ ደው ኢሉ የራስና ነይሩ'ዩ። እሳ ዝወዓየትን ኣዝያ ገርህን ስለ ዝነበረት ድማ ብዙሕ ግዜ ምስኣ የሕልፍ ኣይነበረን። ሄርሞንን ኮኾብን ትፈልጠን ዶ ትብል ሕቶኡ ግን እወ ይፈልጠን እያ ነይራ መልሳ። ምስአን ዝተሃንጸ ኩሉ ነገራት፣ ምስአን ዘጋጠመ ኩሉ ነገራት ድማ ንሳ ትፈልጥ ትኸውን ኢሉ እውን ገሚቱ እዩ። እንተኾነ ከም ግምቱ ይጸናሕን። ብዛዕባ ክልቲኤን ተገምጢሉ ምስ ሓተታ ወላ ሓንቲ ከም ዘይትፈልጥን ድሕሪ ሃይስኩል ተራኺቦም ከም ዘይፈልጡን እያ ነጊራቶ። እንታይ ኣጋጢሙ ከመይ ኮይኑ ኩነታት ኩሉ ክነግራ ከም ዘይብሉ ድማ ጽቡቕ ገይሩ ይፈልጥ እዩ። ሓንሳብ ኣብቲ ዝነበሮ ኮፍ ኢሎም ድማ ናይ ሃይስኩል ዕላል ጀመረው። እዋይ ዋይ ማዕርግ ንዓኻ ጌርና ንራስነካ ዝነበርና ኦ ማይ ጋድ ያኔት ሰሓቅ ወሲኻ ነታ ምስኣ ዝመፀት ማሕዛኣ እቲ ዝገብርኦ ዝነበራ ኩሉ ክትነግረን ጀመረት ነዚ ኢና ንፀርፎ እናዋርዶ ነይርና ትርእዮ ዘለኺ ሽኮሪና ወዲ ከሎ ሽዑ ግን ሽዕኡ ግን ሓደ ወጃብ እዩ ነይሩ ድማ በለታ ተተሓሒዞም ሰለስቲኦም ሰሓቑ። ማዕርግ ቀው ኢሉ ጠመታ። ያኔት ኣዝያ ምልክዕቲ ጓል እያ። በቲ ግዜ እቲ ዝረኣዮ መልክዓ ኣብዛ መዓልቲ እዚኣ ግን ጽቡቕ ጌሩ ኣስተውዓለሉ። ከመይ ኣለኺ ሞስኽኸ? ዋእ ንሕና ደኣ ደሓን ኢና እንህልናልካ ቆልዑ ንቆልዑ ኮይንና ሰለስተ ቆልዑ ወሊደ። ኦ ብጣዕሚ ጽቡቕ ደስ ኢሉኒ። ደስ ኢልካ? ባእ ሃይስኩል ጥዑም ግዜ ነይሩ በጃኻ ኢልካ። ውይ ሽዑ እኮ ክንዕሹ ዝነበርና ሎሚ ኮይኑ ክዝክሮ ከለኹ እኮ ኩሉ ነገር እዩ ዝገርመኒ ሕጂሲ እዋይ እዋይ ንዓኻ እኮ መስጣ ኣለዎ ከመይ ኢና ንጸልኣካን ነዋርደካን ነርና እንኳዕ ኣይትርኢ ሙሉእ መዓልቲ ንዓኻ ኢና ክንሓምየካ ንውዕል ነይራ ኮኸብ መሓዛይ ከዓ ትፈትወካ ነይራ እንድያ ሸወያ ምስ ኮኸብ እኮ ብድሕሪኡ ተራኺብኩም ኣይተራኸብኩምን ኣይፈልጥን እየ እምበር ብጣዕሚ እየ ተፍቅረካ ነይራ ንሕና ንዓኻ ክንሓምየካ ከለና ኣይትዝክረካን ከመን ነይራ ሄርሞን መሓዛይ ወደይ ሄርሞነይ ሕጂ ኣብ ሽወደን ኣላ ኢሎማ ሄርሞን ኦ ማይ ጋድ ንሳ ክትጸልዐካ ዝነበረት ከማኻ ጌራ ትጸልኦ ወዲ እኮ እዩ ዘይነበረ ንስኻኸኝ እዋይ ኣንታ ፈዛዝ ስኢላ ብዘይ መቆረፂ ትዛረብ ማዕርግ ኣይሰሓቕ ኣይሕርቃን ኣብ ውሽጡ ዝተሓዋወሰ ስምዒቱ ሒዙ ቀው ኢሉ እዩ ዝጥምታ ነይሩ። እታ ካልኤታ ዝነበረት መሓዛኣ ጥራይ እያ እንታይ ስምዒት ከም ዝነበሮ ዘስተውዓለትሉ። ያኔት ዘረባኣ ስኢላ ትቕጽል። ሄርሞን ኣበየላ ኢልክያ? ሄርሞን ታነዋሕ እንዲ ሓቂ እወ ሄርሞን ዳ ሽወደን ኣላ ኢሎምኒ ኣይቲንክ ዋላ ኮኸብ ከማን ሽዑኡ ተምሃሮ ከለና ምሽ ኬዳ ንሕና ንሳዋ እንዳኸድና ከለና እኮ ናብ ሽወደን ኬዳ ኣብዮም ዘለዉ መስለኒ ኩላቶም ረኺብካዮም ኣይትፈልጥን እወ ኣይፈልጥን ብዙሕ ሓቂ ዘረባ እሞ ማራ እምበር ፅቡቅ ቆልዑ ገለ ወሊድኪ እንኳዕ ከዓ ዘክርክዮ ኣነ እኳ ሓቂ ዘረባ ብዙሕ ዝኽርታት የብለይን ግን ፅቡቅ ነገር እዩ ደሓን ቴሌፎን ካብን እሞ ሓደ መዓልቲ ካሻይ ክንሰቲ ካብታ ጉዳይ ሸተት ኢሉ ክወፅእ ደለየ ቴሌፎና ሒዙ ድማኒ ብዘይ መደቡ ካብ ዝነበሩ ብድድሉ ተሲኡ ናብ ገዝኡ ተበገሰ እተን ትፈልጠን ዲኻ ትብል ሕቶኡ ግን ተመላሊሳ ኣብ ርእሱ ረበሸት። ትፈልጠን ዲኻ? እንታይ ማለት እዩ? እንታይ ዓይነት ሕቶ እዩ? ይፈልጠንን ፈረቓን እምበር ይፈልጠንን ፈረቐን እምበር ከናፍሩ ንኪሱ ሓንሓነ ንሄርሞን ጽቡቅ ገይሩ ዝፈልጣ ኣዝያ ትጸልኣካ ነይራ ድማ ባይላቶ እወ ትጸልኦ ነይራ ድሓር ግን ጽልኣ ናብ ከቢድ ፍቕሪ ተቐየረ ንሱ ድማ ኣየፍቅረክን ይበላ እታ ሽዑስ ብፍቕርኻ ትጽለል ነይራ ዝበለቶ ኮኸብ ድማ ስጋብ ሕጂ ተፍቅሮ ኣላ ንሱ ድማ የፍቅራ ንስለ ኣብ ብዙሕ ዋጋ ኸፈለ ኣብ እምርኡ ከኣልያ ተጸገመ መዓት ዛንታ ድማ ተሰርሐ እታ ኣብ ጸጋማይ ኢዱ ሒዝዋ ዝነበረ መጽሓፍ ኩላ ካብቲ ንሳ ትብሎ ዝነበረት ግዜ ዝጀመረ ሓደ ብሓደ ሰፈረ። ሄርሞን ንማዕርግ ትጸልኦን ኣዝያ ትንዕቆ ሰብን ምንባራ ድማ ኣብ መጽሓፋ እውን ኣስፊራቶላ። ሃርሞኒ እቲ ብለይቲ ደው ኢሉ ዘሳቀየን ዝነበረ ወዲ ንሱ ማዕርግ እዩ። ግዳይ ናይቲ ናቱ ጥዑም ዕላል ምሸት ዝኾነት ኮኸብ ኣብ ፍቕሪ ምስ ኣተወት ግዳይ ናይቲ ሽዑ ዕላል ዝነበረት ሄርሞን ብዓብዩ ድማ ክልቲኤን ኣብ ዛንትኡ ተሰኒደን እየን። ያኔት ግን ካልእ ሰብ እያ። ውሑድ ግዜ እየ ራሲንዋ። ካብተን መሓዙት ድማ ፍልይ ዝበለት ገርህ ጓል ብምንባራ ብዙሕ ምስኣ ዝፈጠሮ ኣታችመንት ኣይነበሮን። ድሕሪ እዛ ግዜ እዚኣ ምሉእ ብምሉእ ክዓጹ ይወሲኑ። እንታይ ክዓጹ? እቲ ምዕራፋት ኩሉ ክዕጾ። ናይ ኮኾብ ጥራይ ምዕራፍ ክጅምር። ምስ ኮኾብ ዝነበረ ጉዕዞ ካልእ ህይወት ክኸውን። እቲ ዝሓሰቦ ሓደ ብሓደ ኩሉ ኣብ ጥራዝ ኣስፊርዎ እዩ። ንከተማ ኣስመራ እንዳዘረ ከጽንዓ። ብዙሕ መጻሕፍቲ ከፍርየላ። ዛንትኡ ብግልጺ ምስ ብዙሓት ሰባት ሸር ክገብሮ። ኣብ ግዜ ንእስነትን ኣብ ሃይስኩልን ዘለዉ መንእሰያት ብዛዕባ ታሪኹ ብዙሕ ክፈልጡ። ነታ ዘይፈልጥዋ ጽባሕ ተጠንቂቖም ክጽበይዋ። ነታ ዝነብርዋ ዘለዉ ሎሚ ድማ ደስ ኢልዎም ከስተማቕርዎ ከም ዘለዎም ክነግር እዩ መዲቡ። ስራሕ ክጅምር። ህይወቱ ክኣሊ። ህይወቱ እንዳዓለየ ድማ ብዙሓት ሰባት ክሕግዝ ከምቲ ኣብ ግዜ ንእስነቱ ብዙሕ ምኽርታት ዝብዎ ዝነበሩ ኣቶ ተወልደ ንሱውን ኮፍ ኢሉ ምስ ብዙሓት መንእሰያት ወርቃውያን ሓሳባት ክህብ እዩ ዝነበረ ሓሳቡ። ማዕርግ ኣብ ኤክስፖ ዝነበረ መደቡ ሃንደበት ስለ ዝተቋረጸ ባስ ተሰቒሉ ናብ ሹቕ ከደ። ኣብ ሹቕ ፋታ በሊዑ ድማ ብኡ ኣቢሉ ናብታ ኩሉ ግዜ ኮፍ ዝብላ ካሞሳራታ ሓማሴን ከይዱ ነታ ጀሚርዋ ዝነበረ መጽሓፍ ከንብባ ጀመረ። ተሌፎኑ ልክዕ ሰዓት ኣርባዕተን ፈረቓን ናይ ምሸት እያ ደዊላ። ዝደወለትሉ ድማ ኮኾብ እያ ነይራ። ኮኾብ ባዕለይ ክድውለልካ ከለኹ ጥራይ ተቐበለኒ እምበር ባዕልኻ ኣይትደውለለይ ኢላታ። ምድዋላ ኣዝዩ ሕጒስዎን ደስ ኢልዎን ድማ ሞባይል ተቐቢሉ ኣብ እዝና ጸግዓ። ማዕርገይ ከመይ ውዒልካ? ኣምላኽ መስገን ኮኪቶ ከመይከ? ይቕሬታ ግበረለይ ክይደወልኩልካ ቐኒ ኖኖ ደሓን ጸገም የለን ንርዳኣኒ እዩ ማዕርገይ ብኣገዳሲ ጉዳይ ደልየካ ኣለኹ ገዛ ክትመጽእኒ ትኽእል ገዛ እወ ገዛ ሕጂ ክትመጽእኒ ኣለካ ማዕርገይ ጽቡቕ ኣለኹ ኣብ ዝተወሰነ ደቓይቕ ቀልጢፍካ ገዛይ ክትበጽሕ ኣለካ ትፈትወኒ እንተደኣ ኾንካ ሕጂ ቀልጥፍካ ምጸኒ ግብ ኣቢላ ቴሌፎን ኣብ እዝና ዓጸወቶ ማዕረግ ነታ ዝተዓጸወት ቴሌፎን ጭብጥ ኣቢሉ ኣብ ጅብኡ የእትዩ ብጉያ ካብ ዝነበሮ ቦታ ተበገሰ ክብራት ሰማዕቲ መበል ካልኣይ ክፋል ዛንታ ሃይስኩል ኣብ ዝተዛዚማላ ኣብ ዝመጽእ ዘሎ ረቡዕ ድማ መበል ሳልሳይ ክፋል ዛንታ ሃይስኩል ኣብ ኣስራይ ምዕራፍ ሒዘልኩም ክምለስ እየ ክሳብ ሽዑ ግን ኣብ ዘለናዮ ሰላምን ጥዕናን